Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ደሓን ዶ ውዒልኩም ደሓን ደሓዲርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ እንኳዕ ደሓና መፃኹም እናበልና ናይ ኩልሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንኸጀምርዎ እውን ብክብሪ ንዕድመኩም ላይክ ጌርኩም ጀምርዎ ሰማዕተይ ኣገዳሲ ዝኾነ ሓበሬታ እዩ እዞም ትሪዎም ዘለኹም ጀነራላት ቦታ ስለ ዘይብልና እዩ እምበር ካልኦት እውን ኣለዉ እዮም ናይ ኦሮምያ ኣብ ዝተፈላለየ ቦታታት ኣኼባ ገይሮም ነይሮም ኣበይ ኣበይ እዮም ተኣኪቦም ነይሮም ውሳነታት እውን ኣሕሊፎም ኣለው እንታይ እቲ ውሳነ ኣሕሊፎምዎ ዘለው እዚ ንኩልና ዝትንክፍ እዩ ንኤርትራውያንም ንተጋሩም ነምሓራም ንኩሉ ዝምልከቱ እዩ ኣገዳሲ ዝኮነ ሓበሬታ እዩ ክሰምዖ ኣለዎ ህዝብና ህዝብና ንክሰምዖ ግን ሓንትን ሓንትን ትገብርዋ ላይክ ግበርዋ ኣይትኸፍሉላ ኣይትደኽሙላ እዚ እናበልኩ ናብቲ ዝርዝሩ ክሕልፈኩም ክሻዕ መጨረሻ ምሳና ፅንሑ እናበልኩ ናብኡ ንሕለፍ ሓበርና ንስምዓዮ እምበኣርከ ሰማዕተይ ዝገርም ካብ ዝገብሮ ብጣዕሚ ዝገርም ኢልናዮ ዝነና እቲ ዝዓበየ ዝገርም ዘይ ኦሮሞ ካሊእ ኣብዚ ኣኼባ ዘይተኣከበን እንግዲህ ኢታማጆር ሹም ኣሎ መጀመርያ ጠቅላይ ሚኒስትር ዓብዪ ኣሕመድ ኣሎ ብቲ መከላከያ ዝምልከት እኳ እንተኸይንና ማለት እዩ ብትሕቲኡ ብርሃኑ ጁላ እዩ ካብኡ ቀፂሉ ከዓመ ኣባው ታደሰ እዩ ኣበባው ታደሰ ኣምሓራ ስለ ዝኾነ ኣይተረኸበን ዋላ ሓደ ጀነራል ዋላ ሓደ ኮነርየል ዋላ ሓደ ናይ ድሕንነት ሰራሕተኛ ኣብቲ ኣኼባ ኣይተኻፈለን ዋላ ናይ ድሕንነት ሰራሕተኛታት እቲ ናይ ድሕንነት መስራ ቤት ሕዚ ዝመርሖ እዩ ዝበሃል ግን ተቐይሩ እዩ እናተባሃለ እውን ዝውረ ብዙሕ ግዜ እውን ኣብ እቲ ናይ ጠቕላይ ሚኒስተር ቢሮ ኣብ ቤተ መንግስቲ ዝሕልፍ ዘሎፍቲ ናይ ድሕንነት መስራ ቤት ዘይኮነስ ንስሙ ግን ብሚድያ ወፅኡ ተልዒሉ እዩ ዘይተብሃለ መን እዩ ሬድዋን ሑሴን እዩ ኣብዚ ኣኼባ እዚ ኣይተረኸበን እንረድዋን ሕስዮን እንጌታቸው ረዳ ንፃርቃን ዞም ባንዳታት ናበይ እዮም ዝልእኽዎም ናብ ዘይኸውን መዛብዒ ዳይቨርዥን ዝልዎ ደየለልኩምን እቲ ዓብዪ ነገር ዓብዪ ዜና ንኸይትሪኦ እቲ ኣኼባ ትትውስንዎ ዘለዉ ንምእንቲ ከይረአ ስኢልካ ሀዚ ንኣብነት እዞም ንኸብዳም እንጌታቸው ረዳ ኣበየ ሰይደምዎም ቡረይ ግንባር ሰይደምዎም እቲ ኣኼባ ግን ዝተገበረሉ ኣብ ሰለስተ ቦታ እዩ ዋና ዝብለኩም ዘለኹ ዘይ ኦሮሞ ካሊእ ኣብቲ ቦታ ኣይተኣክበን ኣብ ሓደ ቦታ ከዓመ ኣይኮነን መጀመርያ ኣብ ኣዲስ ኣበባ ተደለኹም ፊንፊን የበልዎ ኣብ ኣዲስ ኣበባ ተኣኼባ ተገይሩ ኣብዪ ኣሕመድ እውን ዘለዎ ብምሽጥር ማንም ዘይተረኸበሉ ናይ ኦሮሞ ጀነራላት ናይ ኦሮሞ ሓይሊ ኣየር ናይ ኦሮሞ ናይ ድሕንነት መስራቤት ዘለዎ ጥራሕ እዩ እምበር ካሊእ ኣይነበሮን ኣብ ኣዲስ ኣበባ ካብኡ ቀፂሉ ኣብ ብሸፍቱ ወይ ከዓ ንሓይሊ ኣየር ኢትዮጵያ ዘለዎ ቀደም ደብረዘይት እናተባሃለ ፅዋዕ ዝነበረ ኣብኡ እውን ብምሽጢር ተኣኪቦም ነይሮም እዮም እቲ ናይ መጨረሻ ሳልሳይ ቦታ ኣብ ዓፋር ሰመራ እዩ ተገይሩ ትማሊ ቅድሚ ትማሊ ሰሉስ ማለት እዩ ሎሚ ዓንቲ እንታይ እዩ ሰማዕተ ሰሉስ እና ኣብኡ ኣኼባ ገይሮም ኒቱ ህዝቢ ንቱ ናይ ሓሰት ሚድኦም ክዛረብዎ ዝደልዩ ዘለዉ ንኩሉ ዝዛረቦ ክዛረቦ ዝወዓለ ክቀባበሎ ዝወዓለ ከእንታይ እዩ ነይሩ ብዛዕባ ንጌታቸው ናብ ቡሬ ግንባር ከይዶም ሬድዋን ሑሴንን ጌታቸው ረዳን ናብ ቡሬ ግንባር ከይዶም ውዒሎም ዝብል እዩ ንሱ እውን ሓሰት ኣይኮነን ግን ንኣኣቶም ንሶ ምኽንዮም እዮም ሰይደሞም ኣብቲ ኣኼባ ግን መንን መን እዮም ተረኺቦም ዝንሄው እዚ ካብታ እትርእይዋ ዘለኹም ናይ መጀመርያ ስእሊ ትርዎ ዘለኹም ንሬድዋን ሑሴን ተኪኡ ኣብ ትሕቲኡ እዩ ምክትል ናይ ሬድዋን ሑሴን እዩ ግን ንሱ እዩ እቲ ዋና ገባሪ ሓደ ገፍቲ ናይ ድሕንነት መስሪያ ቤት እቲ ዋና ገባሪ ሓዳጊ ዝንዮ ተደለየ ዘቐትል ተደለየ ዘእስር ተደለየ ዘልዕፅ ተደለየ ዘውፅእ ተደለየ ዝደለዮ ነገር ክገብር ዝኽእል ዝንዮ ሲሳይ ቶላ ዝበሃል እዩ ሲሳይ ቶላ ከዓም ኦሮሞ እዩ ሲሳይ ቶላ ወርቁ ማለት ሲሳይ እና ወርቁ ጋቸና ከዓነ ክልተ ሰባት ተረኪቦም ኣለው ፎቶ ከም ዝለኩም ዘለኹ ቦታ ዘይኣክል ስለ ዝበለኒ እቶም ዓበይቲ ዓበይቲ እየ ለጢፈዮም ኣለኹ እምበር ካልኦት እውን ኣለዉ እዮም ግን ካብቲ ናይ ድሕንነት መስሪያ ቤት ናይ ኢትዮጵያ ናይ ኢንሳ ዋና ድሕንነት መስሪያ ቤት ሲሳይ ቶላን ወርቁ ጋቸናን እዮም እዚኦም ክልቲኦም ኦሮሞ እዮም ካሊእ ብሄር የለን ኢለኩም እየ ሓደ በሉ ናይ ሓይሊ ኣየር ኢትዮጵያ መን እዩ ዝመርሖ ዘሎ እቲ ካልኣይ ሰብ ትርእይዎ ዘለኹም ይልማ መርዳሳ እዩ ይልማ መርዳሳ ኸ ኦሮሞ እዩ ካሊእ እቲ ዋና ናይ ኢትዮጵያ ኢታማጆር ሹም ሓላፊ ወይ ከዓመ ናይ ዘለዉ ናይ ጦርኣ ኩሎም ናይ ኢትዮጵያ መከላከያ ሰራዊት ኩሉ ነገር ዝእዝዝ መን እዩ ብርሃኑ ጅላ እዩ ፊርድ ማርሻል ብርሃኑ ጅላ እውን ኣብኡ ተረኪቡ እዩ ንሱ እውን ኦሮሞ እዩ ዝገርመኩም ኣምሓራ ጥራሕ ኣይኮነን ዘይተረኸቡ ካሊእ ብሄር ብሄረሰብ እውን ኣይተረኸበን ጀነራላት ናይ ኢትዮጵያ ሀዚ ብፍላይ ኣብዙ ናይ ትግራይ ጦርነት ድሕሪኡ ናይ ኣምሓራም ናይ ደቡብ ክልልም ዝተፈላለየ ብሄር ብሄረሰባት ኣለው እዮም ሕልፍ ሕልፍ ኢሎም ጠብ ዘበልዎም ግን ዋላ ሓደ እውን ኣብኡ ኣይተኻፈለን ኣብቲ ናይ ዓፋርም ኣይተኻፈሉን ኣብቲ ናይ ኣዲስ ኣበባ ኣይተኻፋፈሉን ኣይተረኸቡን ኣብ ናይ ብሸፍቱ እውን ኣይተረኸቡን ኮነ ኢልካ ብሕቡእ ካሊእ ናይ ኣኼባ ናይ ጉድጓድ ናይ ሶፍ ዑመር ናይ ገለመለ የርእዩ ብቴሌቭዥናት ምሳቶም ግን ኣኼባ እዮም ዝገብሩ ዘለዉ ስለዚ ኩሎም እቶም ትርእዎም ዘለኹም ተኣኪቦም እንታይ እዮም ወሲኖም ዝኒሄው እቲ ውሳነ ዝወሰንዎ ብድሮናት እዩ ዝገርመኩም ትማሊ ብቅድሚ ትማሊ ኣብ ጎጃም ባህርዳር ኣካባቢ ብዙሕ ሰብ እዩ ሞይቱ ሃሊቑ ብምንታይ ብተን ኣጥፍቶ ጠፊ ዝበሃላ ዘነ ድሮናት ከይደን ተኸስኪሰን ንባዕልተን እውን ይጠፍኣን ኣብኡ ዘለውን ዝውድኣ ንፁሃት ሰባት ብዙሓት ተቐትሎም እዮም ዋዒልካ ዘይተዘረበሉ ብዙሕ ዘይተዘረበሉ ጉዳይ እዩ እኒሀ እዚ ሕዚ ግን ቱ ነገር እንታይ እዩ እኒሀ ልክዕ ከምታ ናይ ሓውዜን ዝኾነት ቱ ናይ ጎጃም ህዝቢ ብምሉኡ ተልዒሉ መንእሰይ የለ ሽማግለ የለ ገለ የለ ቁምጦኦም ሒዞም ዱልኦም ሒዞም ጠበንጅኦም ሒዞም ምስቶም ናብቶም ፋኖ ይኸደ ኣለዉ ከነጥፍኦም ኢና ኢሎም ከነፈራርሖም ኢና ዮም ዝገበርዎ ኣይተሳክዐሎምን ግን ሀዚ እቲ ድሮናት መቆፃፀሪ ይገብሩ እዮም ድሮን እዩ እቲ ዓብዪ መሳርሒ ዝገብርዎ ኣለዉ ድሮን ከዓመ ፋይናንስ እትገብሮም ገንዘቡ እትኸፍለሎም ናይ ድሮን መቆፃፀሪ ዝሰርሕሎም ሀዚ ናይ ቱርክ ሰባት ኣይኮኑን ናይ ዩናይትድ ዓረብ እምሬትስ እዮም ደን ዊንግሎንግ ዝበሃላ ናይ ቻይና ስርሒት ዝኾና ነዊሕ ክስታይ ዘለዎን መንፈሪ ዘለዎን ማለት እዩ ንሳተን ህዚ ካብ ዩናይትድ ዓረብ ዕምሬት እዮም ዝረኽብዎን ዘለዉ እተ ኣጥፍቶ ጠፊ ዝበሃላ ከዓ መንታ እዩ ኣብ ሓደ ቦታ ኣብ እተወሰኑ ቦታ እየን ክኾና ኣሎም ዝኽእላ ምክንያቱም ሓደ ማኪና ሒዝሒዙ ዝኸድ ትኸድ ተሎ ከይዳ ናፍታ ልዕሊ ማኪና ትወድቕ ብሪሞት ኮንትሮል ማለት እዩ ንሳ ከዓ ትቃፀል ማለት እዩ ህዚ ግን ዝኾነ ኮይኑ እቱ ናይ ድሮን መቆፃፀሪ ተስታውሱ እንተኾይንኩም መጀመርያ ንኤርትራ ክወርር ትደሊ ተሎ ዓብዪ ኣሕመድ እንታይ እዩ ሓትቱ ነይሩ ንትግራይ ምንም ነገር ካባኻትኩም እንጠይቆ ነገር የለን መቐለ ኣኽሱም ሽረ መዕርፎ ነፈርቲ ክንጥቀመሉ ፍቐዱልና ድሮን መቆፃፀሪ ክንገብር ኢና ኢሎም ነይሮም ኣይኸውንን ዞርበል ተብሂሉ ተኸልኪሉ እዩ ሄዚ ግን ትድሮን መቆፃፀሪ መቆፃፀር እንትንብል እንተለና ንዘይትፈልጥዎ ህዚ እውን ከስታወሰኩም ንትፈልጥዎ እውን ከይትረሲሖም ከይትኾኑ ድሮን ሰብ ዘይብለን እየን ኣብ ኮንካ ኢኻ ትቆፃፀረን ኣብ መቆፃፀሪ ቦታ ኮንካ ኢኻ ትቆፃፀረን ኣብ ሳማራ ክግበር እዩ ተተኺሉ ነይሩ እዩ ቅድሚ ህዘብ ትግራይ እናሃለወ እውን ባህር ዳር እውን ተተኺሉ ነይሩ እዩ ህዚ እውን ኣሎ ይሰርሐሎ እዩ ጎንደር እውን ኣሎ ህዚ ብደንቢ ኣጠናኺሮም ክተኽልዎ እዮም ስለዚ ተን ውሳነ ኣብ ሳመራ ኣብ ጎንደር እና እቲ ናይ ባህርዳር ክዓም ከም ዘሎ እና ናይ ደብረ ዘይት ክዓመ ኣብዚ ሓይሊ ኣየር ኢትዮጵያ ዘለዎ ኣብዚ ኣብ ኣርባዕተ ቦታ እዩ እቲ ናይ ድሮን መቆፃፀሪ ንክኸውን ወሲኖምዎ ዘለዉ እዙይ ንኩሉ እዩ ዘርክበሎም ምክንያቱም ርሑቕ እንድሕር ኮይኑ እቲ መቆፃፀሪ ከይደን ክወቕዓ ይኽእላን ክርድአን ስለ ዘይኽእል ክትቆፃፀረን ስለዘይትኽእል ወዲቐን ተኸስኪሰን እየን ዝቃፀላ ተን ድሮናት ንዙ እዮብ ቀረባ ክኸውን ኣለዎ ርሕቐተን ይፍለጥ እዩ ክንደይ ርሕቐት እንተበሪረን እየን ክትቆፃፀረን ትኽእል ህዛ ቴሌቭዥንካ ከም እትቆፃፀራ ተደለኻ ተጥፍኣ ተደለኻ ድምፂ ትውስኸላ እንተደለኻ ትቕንሰላ ተደለኻ ትሕት ተብላ ልዕል ተብላ ንሳተን እውን ከምኡ እየን ኣብ ሓደ ቦታ ኮፍ ኢሎም ኣብቲ መቆፃፀሪ ኮይኖም እዮም ዝቆፃፀርዎን እዚ ህዚ እውን ዝብሎ ዘለኹ ንዘይትፈልጥዎ እዩ ንትፈልጥዎ እውን ተሰማዕኹምዎ ምንም ዝጎድእ ነገር ኣይኮነን ስለዚ ንሱ ንምግባር እዩ እዚ ሕዚ ንኣብነት ጎንደር ዝግበር ዘሎ ጎጃም ዝኒሆ ደብረ ዘይቲ ዝኒሆ ሳመራ ዝኒሆ ንኤርትራ ጥራሕ ድዩስ ንትግራይ ጥራሕ ድዩስ ነምሓራ ጥራሕ ድዩስ ንኦሮምያ ጥራሕ ድዩ እዚ ንኩሉ ከም ዝበፅሐሉ ገይሩ ዝሰርሐ ብትኖ ዘሎ ካልኦት እውን በበይ እንታይ ከም ዝጅመር እውን ወሲኖም ኣለዉ ንሱ እዩ ክሰምዕዎ ዘይደለዎም እቶም ናይ ኣምሓራ ጀነራላት እናሕለፉ ምሽጥር ምሽጥር እናሕለፉ ንቶም ፋኖ ይብዎም እዮም ንኣብነት ኣፍታናየ ኢሎም ስለ ዝኣምኑ እዩ ሓቂ ከዓም ከምኡ ዝገብሩ ነይሮም እዮም ብዙ ናይ ቆቦ ከባቢ ኣብ ዝሓለፈ ናይ ሎም ዓሰርተ መዓልቲ ድ ገለመለ ብዙሕ ዓወት ረኪቦም ነይሮም ምሽ ናይ ኤርትራን ናይ ትግራይን ሰራዊት መፅኡ ወቂዑና ዝበልዎም ኣብኡ ዝተትሓዘ ነይሩ ናይ ፋኖ ናይ ፋኖ ዝተማረኸ ዝፈልጥ ሰብ ሒዞም ነይሮም እቶም ናይ ኢትዮጵያ መከላከያ ሰራዊት ማሪኾም ነይሮም ህዚ ንሱ ክቐትልዎ ምስ በሉ ከይትቐትሉኒ ኣነ ዓብዪ ምሽጥር እኒኦ ክነግረኩም እየ ኢልዎም ዓብዪ ምሽጥር ዝነግረኩም ስለ ዘለኒ ከይትቐትሉኒ ኢልዎም እሺ እንታይ ኢኻ ትፈልጥ ኢሎሞ እገለን እገለን እገለን እገለን ምሳና ይሰርሑ እዮም ስለዚ እንድሕር ደሊኹም ብካሊእ ሰብ ገርኩም ፋኖ መሲልኩም ክትሓትቱ ክተረጋግፁ ትኽእሉ ኢኹም ኢሎምዎም እውነትም ስልኮም ገለመለ እንተተርኣየ ምስቶም ፋኖ ርክብ ይገብሩ ከም ዝነበሩ ስለ ዝተፈለጠ እዩ ስለዚ ሚስጢር እናሓለፉ ንኤርትራ ይህቡ እዮም ሚስጢር እናሓለፉ ንትግራይ ይህቡ እዮም ሚስጢር እናሓለፉ ነምሓራ ፋኖ ይህቡ እዮም ስለ ዝተባሃለ ናይ ካሊእ ብሄር ብሄረሰብ የለን ብፍላይ ብፍላይ ናይ ኤርትራ ኣፍቱ ሰራዊት እውን ጃሱሳት ኣለውና ኢሎም ስለም ዝኣምኑ እቶም ጃሱሳት ዝኾኑ ዘለዉ ግን ናይ ካልኦትን ናይ ኣምሓራን እዮም ኢሎም ስለ ዝኣመኑ እዮም ኣብቱ ኣኼባ ክእከቡ ዘይተገብረ እና ብምስጢር መኣዝ ኣበይ ከመይ ከም ዝጅመር ትውግእ ዘይንሳቶም ዘይተተኣኪቦም ዝነበሩ ሰባት ካሊእ ዝፈልጦ የለን ንሱ ግን ኣይወፀን ክሻዕ ሐዚ ኣብ ቀረባ እዋን ከምቲ ዝበልኩ ከመፍቱ ዝሓለፈ ቪድዮ እንታይ ኢለኩም እየ እታ ናይ ትማሊ ናይ ዓፋር ቀይሕ ባሕሪ ጌርካ ብኤርትራ ብዓሰብ ጌርካ ውግእ ክጅመር ትእዛዝ ተውሂቡ ከም ዘሎን ንጌታቸው ሂቦም እዮም ተብሂሉ ተወሪዩ ከም ዘሎ ብትክክል እውን ንሱ ከም ምኳኑ እዩ ተፈይጡ ዘሎ ግን ንሱ ንዳይቨርዥን ወይ ከዓመ መዛብዒ ድዩ ወይስ ናይ ማን ብኡ እዮም ክጅምርዎ ድሓር ኢና ንሪኦ እና እዚዩ ዘሎ ሰማዕቴን እዚ እናበልኩም በኣር ከትንሄዘው ዝይኣህለን ንክሻዕ ዝቐፅል ግዜ ሰላም ደሓን ውዓል ደሓን ሕደሩ ቻው